ኣመንክዎ ፍቅረኝኤ በዓል ሓዳረይ ኣቦ ደቀይ ክኾነኒ ብለል ኣመንክዎ ብሕማቅ ነገር ሂወተይ ላብዲ ይኾን ኣደጋ ኣብ ድቅዋ ትብላ ሓፍትና ሰላም ሰላም ክቡራት ተኸታተልተይ ኣሜን ናኣኹም ዳሓን ኣልኹም ኣነ ዳሓን ኣየ እግዚኣብሔር ይመስገን ብድንኹም ሰላምኹም ብዘሕ ትረፍ ይበለለይ ኣሜን ናኣኹም ኣሜን ንሆ ስራሕ ኩሉ ሰላም ዶ ባኣና ኩሉ ሰላም እዩ እግዚኣብሔር ተመሰገነ ይኩን ኣሜን እኹም ኣሜን ኖ ሓዲ ስዑድያ ኩሉ ሰላም ዶ እና ዝሓፍትና ብጣዕሚ ድሐዝን ህይወት ታሪክ እዩ ማለት እዩ ብጣዕሚ ብጣዕሚ ብጣዕሚ ብጣዕሚ እዩ ዝሐዝን እስካብ ልባዕላ ካብ ሞት ድረስ ማለት እዩ ያው ኩሉ ነገር ብጣዕሚ እቲ ልኣመንካዮ እቲ ክሕደካ ኣሎ ልኣመንካዮ ትጫወተካ ኣሎ ሂወትካ ተበላሽዮ ኣሎ ብትክክል ብጣዕሚ ናብ ዘይኮነ ነገር ክኣትየካ እዩ ማለት እዩ። ያው እዛ ሓፍትና ካብ ንፋለጥ ኣርባዕተ ዓመትና እዩ ትብል ኣሴ መጀመርያ በቃ እሱ እዩ ሽማግሌ ክሰድድ እንትን ድብል ድነበረ ኣነ ንእሽተይ ለያስተኻኸልኹ ብማለት እየ እስካብ ኣርባዕተ ዓመት ብሓደ ፀንሕና ትብላ ግን ለኣ ፋብሪካ ስሚንቶን ኣቦ ሃም ድንሀዎ ኣብ ግቢ ኣርባዕተ መኪና ሰለስተ መኪና ዶ ሃም ልብላ ይእሊ ነገራ በነገራችን ላይ እንታይ ክብል ደሊ ሓደ ሰብ ተቐርብልና እየ ገንዘብ ርዕና ለይኾነ ንፁህ ፍቕሪ ልንሀዎ ርዕና ንቐርብ ነና ማለት እዩ እና በዚ ኣጋጣሚ ትመፅኡ ለለው ኣነ ለ መኪና ሕዚ እዩ ዝመፅእ ዘሎ ማለት እዩ። መኪና ሕዚ እዩ ዝመፅእ እና ኣርባዕተ ዓመት ሙሉእ ብፍቅሪ ብሓደ ኢና ነበርና። ኣጋጣሚ ንእሽተይ ዓዲ ነበራትኒ ዕርቁ ገለ ልኣተኹም ኣለኹ ዕብይ ልበለት ካሬ ጉዕዘኤ ኣማልኤ የብላን ማለት እዩ። ካብኡ ግን ካብቲ ልነበርኹዎ ስራሕ ኣሕድጉኒ። ካብኡ ግን በቃ ከፍ ከፍ ሃም ኾነ ኣጋጣሚ ላተመላለስ ስለ ስለልኾነ እሱ ንእሽተይ ናይ ፀጉሪ ቤት ስራሕ ክሰርሕ እየ ብለን ናብ ፀጉሪ ቤት ለኣትየ ነኹ መላለስ ኣለኹ እየ ስራሕ ኣለኹ ብላ ማለት እዩ እና ብጣዕሚ እየ ልፈቱ ብጣዕሚ እየ ላፍቅሮ ብላ በቃ በድሱስ ልንበር ኣይመስለኒ ኣብዚ ዓለም ነብሩ በቃ ሕዚ ኩሉ ነገር ልሕርዚ ኣደጋ ብልመፅሐኒ ምናምን እየ ዳኣሚ መጀመሪያ ሲ ባዕሉ ኣብ ሕክምና ኮይነ

ምስ ጠየቕኹዎ ግን ያው ኣደይ ጥኑስ እያ እሞ መጀመርያ ኣደይ ትውለድ ትቑረብ ድሕሩ ሃሙ ንገብሬና ይብለኒ እሺ ብለ ዝኹለ ነገር ግን ለቤተሰብ ኣይነገርኹዎም እየ መጀመርያ ግን በቃ ቤተሰብ ደስተኛ ኣይኾኑ ሕደጊ ህይወትኽ ከይባላሽ ኣስተውዕሊ ይብሉኒ ኣነ ግን ጭራሽ ኣይሰማዕኹዎም እየ

ካብኡ ንኸደና ውልቀ ጾር እኒ ተደውልኹ ተደውልኹ ለስልክ ላይ ኣልዕለሊ ኣይመጽእ ኢለን ካብ ኣጋጣሚ ኣነ ናድኡ ስልክ ስለልንህኒ ይድውል ላብ ልኾነት ሓፍቱ ላብ ዓዱ ሕዝዋ ልመጽእ ልነበረ ላብ ንዓዳ ማለት እዩ ካብ ኣድኡ ልኾንኹም መሕፈር ኢኹም ገለ ብላ ስልኪ ዓጽያትኒ። ካብኡታይ ማለት እዩ ምናምን ብለ ብጣዕሚ ተናደ መሕፈሮ ይኹም ምናምን ብላ ስልካ እዝነይ ሓፂኣትኒ ካብኡ ብዛ ኣጋጣሚ ያው ና ቀለበት ፕሮግራም እናትውውቅ ንገብር ኢና ውሉ እሹ ብለ ኣብ ዝኾኑ ሆቴል ኢና ንገብሮ መጀመርያ ዓድና እያ ክትኸዱ ውሉ ያው ዓድና ላ ሃምዚ ኮይኑ ሃምዚ ኮይኑ ውሉ ቃሪኑ ማለት እዩ ካብ መጨረሻ እንታይ ውልዋ ኣብ ሆቴል ኢና ንገብሮ ኣበይ ሆቴል እያ ሃምብኽዎ

ክኸፍሎም እየ ገለ ይብለኒ እሹ ብለ ዝኾላይ ነገር ትግበርለ ግን ልወለዲ ኣይነገርኽዎም እዩ ልወለዲ ክነግሮም ናይ ደለኹ ኣይነገርኽዎም እዩ ካብኡ ግን እንደገና ለለ መዓልቲ ሃምዚ ኮይነ ንኹ ገንዘብ ሓጨሩ ንንህሉ መዓልቲ ወስኹ ማለት እዩ መዓልቲ ምስ ወሰኸ ለወግሐላ ምሽዬ በቃ ኩሉ ጊዜ ኣነ ብኽያት እየ ቀትሪ የለ ለይቲ የለ ብኽያት እየ ካብኡ ግን ፓስፖርት ናብ ኩሉ ፓስፖርት እነዎ ፈርጁል ማለት እዩ ንኣሜሪካ እነዎ ናብ ኩሉ ነገር ፓስፖርት እነዎ ግን እቲ ፓስፖርት ፈርጁል እዩ ማለት እዩ እሳ ግን ናብ ማን ኢላ መሰላ ማለት እዩ ካብኡ ኣጋጣሚ በቲ ፕሮግራም ሰለስተ መዓልቲ እዩ ቀሪቡ እሞ ማለት እዩ ቀዳም ፍጥር ሓሙስ በቃ ስልኪ ላይ ኣልዕል ይብሉ እተን ዓርክተይ በለት እንታይ ንኽደን እንታይ ዓይነት ሽፎን ንገዝእ እንታይ ዓይነት ቀሚስ ንገዝእ ገለ ይብለዋን በለት በቃ እነ ግን እንታይ እብለየን ኣማራጭ ምሳኣንኩ በቃ ለናክን ትኽደና ይኽን እብለየን ልነ ክንት ክደና ይኽን እማ እሾላ ገለብለየን በቃ ዝኹላይ ግን ኣነ ዓይኒ በቃ በኪሉ እዩ በኪሉ ዝኹላይ ነገር ግን በቃ ዝኾነ ነገር ትናገር ንለቲ ይኣምነ እየ በቃ ምንም ዝኾነ ይኹን ልናገር ኣነ ነገር ብጣዕሚ ኢለ ኣምኖ ብለን ኣምዚ ኮይኑ ኣምዚ ኮይኑ ትብል ነበረት በቃ ይኣምኑ ካብኡ ልኾነ መሓዝ ኣኖ ይድውሉሉ ማእት ኾይኑ ገለ ይብሎ እሱ ለለ በቃ ኹሉ ጊዜ ኣይትሰምዐኒ ተፍቅሮ ኣላበለ ይመስለኒ ኹሉ ነገር ኣይነገረኒ ይብላ በቃ ወሰን ወሰን እዩ ልናገረኒ ይብላ ካብኡ በቃ ሽምግልና መዓልትና ቃርቡ እሱ ለሱልካ የለ ለሱልካ ዓፅዩ የለይ ብጣዕሚ ብላሕ ዝን ኹነታት ማለት እዩ በቃ ኣደይ ኣቦይ ነይ በቃ ደውሉሎ ይብላ ልኖ ቤተሰብ ደውሉሎ ይብላ ዓርክተይ ደውልለይ ይብላ በቃ እቲ ቆልዓማ ኣበይ ይገነ የለ ስልኪ ዓፁ የለት እዩ በቃ ሓደ ግዜ ህይወት ከጥፍ ይሙክር መጨረሻ በቃ ሃምዚ ኮይነ ሃምዚ ኮይነ ሃምዚ ኮይነ ምስ በለኒ በቃ ቤተሰብ ሓድገሉ አምነ ተቀብሎ እየለ በቃ ወደ ኦቦ ችግር የውል ነገም ሌላ ቀን ነው በቃ ሐዝለ ነጋ ለዳር ነጋ ላይ ሓድሹ መዓልቲ እዩ ችግር የውል እሱ ግን በቃ ኩሉ ነገር ልናገር አለ ነገር ሕሸት እዩ ማለት እዩ ኩሉ ነገር ልናገር አለው ነገር ሕሸት እዩ ቃዱ ለአዲ ወልዳ ይብል ኣይወለደቲ ከምዝኾን ይብል ናቦይ ፋብሪካ ስሚንቶ ናኒ ናቦይ እንትን እንሀኒ ገለላውለላ ሓዱ ንሓዱ ነገር የኸደ ዝኹላይ ነገር ግን ሕሾት እዩ ማለት እዩ። ትክክል ኣይኾነን። ካብኡ ግን በቃ ተባልዓ ዝኹላይ ነገር በቃ ናይ ህይወት የተባላሹ ልዋ ኣምናሃም ዝገብሩኒ ኣርባዕተ ዓመት ሙሉእ ኣርባዕተ ዓመት ሙሉእ ምንም ነገር ልገበረለይ ነገር የብል ይብላ ኩሉ ነገር ባዕለ የዳሚ ምንም ልገበረለይ ነገር የለ ይብላ ማለት እዩ። ካብኡ ግን በቃ ያው ህይወት ብዙሕ ነገር እዩ ለምህር መጨረሻ በቃ ከካልኣይ ፎቅ ባዕላ ወድቃ ማለት እዩ። ባዕላ ወድቃ ግን ሕክምና ኣትያ ያው መጀመርያ እቶም ሓካዩ ተስፋ ኣቁርፆምኒ ሓምሊ ካብ ሽምጥል ትሕቲ ሓምሊ ይንቀሳቀስ ሓምሊ ይሰራሕ እዮም ኩሉ ነገር እዮም። ኣፈራርሖምኒ ግን በቃ ድንግል ማርያም ባዕላ ፈውሳታ ማለት እዩ። እና በቃ ካብ ሽም ተኽል ላዕሊ ካብ ሽም ተኽል ታሕቲ ምንም ነገር ሓምሊ ይሰርሕ እዮም ነግሮማ ማለት እዩ። ብጣዕሚ በቃ ቀትሪ በኪ ለይቲ በኪ ኣዲ ኣሳቀየያ ኩሉ ነገር ሽንተይ በቃ ኩሉ ነገር ኣደ እያ ምንም ኣነ ምንም ልገብሮ ነገር የብለ ሃም ዝብለ ግን ትመፁለቲ ብጣዕሚ የልበኪ ይብላ ሕክምና ትመፁሎ ብጣዕሚ የልበኪ ይብላ እንዲዒት ዓይነት ፍቅሪ ሃም ልሓዛ ማለት እዩ እና ህይወት ኣብዚ ዓለም ብዙሕ ፈተና ብዙሕ ውጣ ውረድ እንሆዋ እዩ ማለት እዩ ዘቆልዓ ግን ይኸው ኣይትንቀሳቀስ ኢልትባለት ለብክልተ ወርሓ ትንቀሳቀሳ እግዚኣብሔር በቃ ልኩሉ ነገር ፈተና ልበና ኣሎ መጠንከሪ ናይ ፈተና ልበና ኣሎ ልፅቡቅ ነገር እዩ ማለት እዩ። ኣይትለዓሊ ኣይትንቀሳቀሲ ፓራዛይል ትኾኒ ክልበልዋ ለ ብክልተ ወርሓ ትልዕላ ማለት እዩ እና ብጣዕሚ ብጣዕሚ እየ ልገርም ህይወታስ በቃ እስካብ መጨረሻ ሙሉእ ትሰምዕ ለኸየስ ብጣዕሚ እዩ ለሐዝን እግዚኣብሔር ኣምላክ ከምዚ ላበለ ነገር ይሓልየና። ያው ሕና ካብ ልቢ ናፍቅር ያው ብዙሕ ወድለ ካብ ልቢ ማፍቅሮም እታ ጓል ኣብ ካልእ ቦታ ንግኒነ ነና ወዳ ጥራሕ ይኹን ኢላ ጥፉ ኣብ ጓላትለ ነጥፊ ኢና ማለት እዩ እና እስካብ ህንድዚ መስዋእቱ ከፍላትሉ እስካብ ህይወታ ማለት እዩ በቃ ኣነ ድሕሩ መነኒ መን የብለይ ብማለት ካብ ካልኣይ ፎቕ ወድቓ ኣብ ከምዚ ኣደጋ ወድቓ ሓፍትና ማለት እዩ። ኩሉ ነገር ግን እቲ ድበሎ ናብኡ ንብረት ይኹን ዓዲ ይኹን መኪና ይኹን ወላ ሓንቲ ካብዚ ኩላይ ምንም ነገር የለይ። እንዲያው ንሓው ኣቡኡ እና ስሚንቶ ናቲ መስትያት ምናምን ይነግድ መሰለኝ ሸውዓተ ሚእቲ ሽሕ ሕዘዎ ጠፍኡ ማለት እዩ። እና ብጣዕሚ እዩ ዝገርም እዚ ቆልዓ ያው እግዚኣብሔር ፈትኑ መሐርዋ እኖ ማለት እዩ ሙማት ልኖ ያምቲ እንካ ካልኣይ ፎቅ ልወደቀቶስ በቃ እንድዒ እግዚኣብሔር ሽሉ መዓልታ ለይኾነ ኮይኑ ዳሜ ብጣዕሚ ከብድ እዩ ካብ ካልኣይ ፎቅ ምውዳቅ ማለት ብጣዕሚ ከብድ እዩ ሽትት ኢልና ወድቅና እኮ ንሕና ከመይ ኢና ንጉዳእ እሳ ግን ካብ ካልኣይ ፎቅ ወድቃ ያው እግዚኣብሔር ኣምላክ ተኣምር ኮይኑ ፈተና ኮይኑ ኣብዚ ደረጃ በፅሓ ተወቀላ እትበክይለለ እትስሕቅለለ እትድሰትለለ ማለት እዩ ስለዚ ህይወት ፈተና መዓት እዩ ኣሕዋት ማዓረ ተፍቅር ለናለ ሙሉእ ልብና ለይኮነ ምፍቃር ለኖ እዩ ኣብዚ ዓለም ምጉዳእ ለኖ እዩ ምብድዳል ድኖ እዩ ግን በቃ ካብ መጠን ንላዕሊ ናብ ፍቅር እንዳኮይናለ እስከ ከምዚ ንህይወትና ኣደጋ ልኮነ ነገር ህይወትና ብስቁልቁል ልኮነ ነገር ለለ ብጣዕሚ ቆንጆ ቆልዓ ብጣዕሚ ደስ ትብል ቆልዓ ማለት እዩ። እና እስካብ ህንድዚ ድረስለ ንኾን የብልናይ በዓልናለ ንሕሊነና ህይወትና ማለት እዩ ንሓልየላ ኣለና። ምክንያቱ ያው ተፍቅርልና ዋላ ሙሉእ ልብና ተፍቅርና ጥርጣሬ ግን ክህልየና እንህዎ ማለት እዩ። ምክንያቱ ሃምስ ተኾነ ሃምስ ክኾን እዩ ሃምስ ተኾነ ከንብሎ ነገር ክህሊ እነዎ ማለት እዩ። ሽና ሙሉእ እምነት ህብና ድሓረ ትጎድእና ልብና ለስበርሉ ህይወትና ኣባላሸየሉ እስካብ ሞት በፅሕልና ባዕልና እስካብ ምጥፋእ ድረስ እስካብ ሓምዚ ካብ ፎቅ ምውዳቅ ብጣዕሚ እዩ ብዙሕ ህይወት ታሪክ እዩ ልኖ ማለት እዩ እና ኣሕዋት የምሃረይ ብጣዕሚ ኢና ዘቆልዓ ህይወት ታሪክ ብጣዕሚ እያ ተምህሮ ማለት እዩ እና የቀኒሊ ቪድዮ ሸር ላይ ኮሜንት ናገብርኹም ኣበራትዑኒ ቤተሰብ ላይ ኮንኩም ሰብስክራይብ ብምግባር ቤተሰብ ኹኑ